ሰላም ንዓኻትኩም ይኹን ንኹልኻትኩም ተኸታተልቲ እዚ መደብ እዚ እዚ ብኤልሻዳይ ኣፖስቶሊክ ሚሽን ዝተሓላለፍ ናይ ህያው ቃል መደብ እዩ ሎሚ ድማ ነቲ ኣብ ወንጌል ሉቃስ ሓሙሻይ ምዕራፍ ካብ ቁፅሪ 17 ክሳብ ቁፅሪ 26 ዘሎ ክፍሊ ፅሑፍ ብምንባብ ምቹእ ግዜ ኣይትፀበ ብዝብል ኣርእስቲ ናይ ሎሚ መልእኽትና ክንርኢ ኢና ኣብቲ ክፍሊ ጽሑፍ ከም ዝብል ናይ እግዚኣብሄር ቃል ኢና ነንብብ ወንጌል ሉቃስ ሓሙሻይ ምዕራፍ ካብ ቁጽሪ ዓሰርተ ሸውዓተ ክሳብ ቁጽሪ ዕስራን ሽዱሽተን ዘሎ ክፍሊ ጽሑፍ ክንርኤ ኢና ከምዚ ይብል ኮነ ድማ ሓንቲ መዓልቲ ንሱ ክምህር ከሎ ካብ ኩሉ ዓድታት ገሊላን ይሁዳን የሩሳሌምን ዝመፁ ፈሪሳውያንን መምሃራን ሕግን ተቐሚጦም ነበሩ። ሓይሊ እግዚኣብሔር እውን ንምሕዋይ ምስኡ ነበረ እንሆ ድማ ሰባት መፅጉዕ ሰብኣይ ባዕራት ፂሮም ኣምፁ ኣእትዮም ከዓ ኣብ ቅድሚኡ ከንብርዎ ይደልዩ ነበሩ ሰብ ስለ ዝበዝሐ ከመይ ገይሮም ቁፅሪ 18 ክንቅፅሎ ኢና እንሆ ድማ ሰባት መፃጉዕ ሰብኣይ ብዓራት ጼሮም ኣምፁ ምስ በለ ኣእትዮም ከዓ ቅድሚኡ ከንብርዎ ይደልዩ ነበሩ ሰብ ስለ ዝበዝሐ ከመይ ገይሮም ከም ዝእትዎ እንተጨነቆም ከኣ ናብ ናሕሲ ደየቡ እሞ ጡብ ኣፍሪሶም ምስ ዓራቱ ናብ ማእኸል ናብ ቅድሚ የሱስ ኣውረድዎ። እምነቶም ምስ ረኣየ ድማ ኣታ ሰብኣይ ሓጢኣትካ ተሓዲግልካ ኣሎ በሎ። ጸሓፍትን ፈሪሳውያንን ድማ እዚ ጸርፊ ዝዛረብ ዘሎ መን እዩ በጀካ እግዚኣብሄር በይኑኸ መን እዩ ሓጢኣት ክሓድግ ይኽእል ኢሎም ክሓስቡ ጀመሩ የሱስ ድማ ሓሳቦም ፈሊጡ መሊሱ በሎም ብልብኹም እንታይ ትሓስቡ ኣለኹም ኣየናይ ይቐልል ሓጢኣትካ ተሓዲግልካ ምባል ዶ ወይስ ተንስ እሞ ኪድ ምባል ንወዲ ሰብ ኣብ ምድሪ ሓጢኣት ክሓድግ ስልጣን ከም ዘለዎ ምእንቲ ክትፈልጡ ግና፣ ነቲ መጽጉዕ ተንስእ እሞ፣ ዓራትካ ኣልዒልካ ናብ ቤትካ ኺድ እብለካ ኣሎኹ በሎ። ብኡብኡ ንሱ ኣብ ቅድሚኦም ብድድ ኢሉ፣ ነታ ደቂስላ ዝነበረ ዓራት ኣልዒሉ፣ ንኣምላኽ እናኣመስገኖ ናብ ቤቱ ከደ። ኵሎም ሰንበዱ፣ ንኣምላኽ እውን ኣመስገኑ እሞ፣ ሎምስ ግሩም ነገር ርኢና ኢሎም ፍርሓት መልኦም ይብል። ዋው ኣብ ዘንበብናዮ ክፍሊ ጽሑፍ ኣዝዩ ዝገርም ዝኾነ ታሪኽ ኢና ንርኢ የሱስ ክርስቶስ ክምህር ከሎ ካብ ብዙ ዓዲ ዝተኣከቡ ካብ ዓድታት ገሊላን ይሁዳን የሩሳሌምን ዝመፁ ጸሓፍትን ፈሪሳውያንን ኣብቲ ንሱ ዝምህረሉ ዝነበረ ቤት ነይሮም ይብለና ስለዚ እዞም ካብ ብዙሕ ቦታ ዝመፁ ጸሓፍትን ፈሪሳውያንን የሱስ ክርስቶስ ዝምህሮን ዝገብሮን ዝሰርዖን ዘበለ ነገር ብደቂቕ ዝከታተሉ እዮም ነይሮም ከቢቦሞ ከለዉ ብዙሕ ሰብ እውን ንዑ ክሰምዕ ኢሉ ዝመፀ ነቲ ቤት መሊእዎ ክሳብ ግዳም ሰብ መሊኡ ምህርኡ እናሰምዑ እንከለዉ ሓደ ዝለመሰ ሰብኣይ ሰባት ተሰኪሞሞ መፅዮም ንምንታይ የሱስ ኣብ ዘለዎ ምሕዋይ ስለ ዘሎ ናይ እግዚኣብሔር ቃል ክነግረና ከሎ ድማ ኣብ ዘንበብናዮ ክፍሊ ፅሑፍ እንታይ ይብል ሓይሊ እግዚኣብሔር ንምሕዋይ ምስኡ ነበረ ይብል ሓይሊ እግዚኣብሔር ንምሕዋይ ምስኡ ነበረ ስለዚ እዞም ሰባት እዚኣቶም ዝለመሰ ሰብ ተሰኪሞም ፂሮም እዮም መፅኦም ስለዚ ካብ ብዙሕ ከባብን ዓድታትን የሱስ ኣብ ዘለዎ ቦታ ንዕኡ ክርእዩ ትምህርቱ ክሰምዑ ፈውሲ ክቕበሉ ኢሎም ብዙሓት ሰባት ይመፁ ከም ዝነበሩ ናይ እግዚኣብሔር ቃል ብተደጋጋሚ ይነግረና እዩ ኣብዚ እውን ከምኡ እዩ ዝኸውን ዘሎ እንተኾነ ግን እዞም ናይ ነዊሕ ዘመን ሕቶ ዘለዎም እሞ ሕቶኦም ክምለሰሎም ዘይከኣለ ተሰኪሞሞ ዝመፁ ሰቦም ድማ የሱስ ክፍውሶ እዩ ኢሎም ተስፋ ገይሮም መጺኦም ግን መእተዊ ስኢኖም እቲ ዘለውዎ የሱስ ዘለዎ ሰፈር ሰብ መሊ እዩ ክሳብ ግዳም ሰብ መሊ እዩ እቲ ዝነበሮ ቤት መእተዊ ዝበሃል የብሉን እንተኾነ ግን እዞም ሰባት እዚኣቶም ተስፋ ይቆረፁ ምቹእ ግዜ ኣይኮነን ኢሎም ኣይተመልሱን። ናይ ሎም መልእኽተይ ምቹእ ግዜ ኣይትጸበ ዝብል እዩ። ኣብ ህይወት ብዙሓት ሰባት ሓደ ነገር ንኽሰርሑ ሓደ ነገር ንኽገብሩ ናብቲ እግዚኣብሔር ዝረኣየሎም ነገር እውን ንኽበፅሑ ንኽኣትውን ምቹእ ግዜ እዮም ዝፅበዩ ግን ክገርመኩም ብዙሕ ግዜ ምቹእ እዋን ዝበሃል የለን። ነዞም ሰባት እዚኣቶም እዚ ግዜ እዚ ምቹእ ኣይኮነን። ዝለመሰ ሰብ ተሰኪሞም መፅኦም ኣለዉ። እንተኾነ ግን እኖም ዝለመሰ ሰብ ብዓራት ጼሮም ናብቲ ቤት ክእትዎ ንበዓላቶም እውን ክኣትዉ እንተደለዩ መእተዊ የለን፣ ሰብ መሊእ እዩ። ሰብ መሊኡ እዩ ሰብ ክሳብ ግዳም መሊኡ እዩ የሱስ ኣብ ዝመጾ ዘበለ ብዙሓት ሰባት ይእከቡ ከም ዝነበሩ ብተደጋጋሚ መጽሓፍ ቅዱስ ነጊርና ኣሎ ስለዚ ብቐሊሉ ክትረኽቦ ኣይትኽእልኒ ስለዚ ሎሚ ዕድል ኣይገበርናን ምቹእ ግዜ ኣይኮነን ናብቲ ዝነበርናዮ ንመለስ ባቃ ድኻም እዩ ትፅቢት እዩ ዘይከውን ኢሎም ናብቲ ዝመፅሉ ሰፈር ኣይተመልሱ ኣይተመልሱ እንታይ ደኣ ናብ ልዕሊ ነሓሲ እቲ ገዛ ደይቦም እብለና ዝገርም ነገር እዩ ሰብ መሊ ብታዕቲ ብማዕፆ መእተዊ የብሎምን ብመስኮት ክኣትዉ ተደለዩ እውን መእተዊ የለን ዝሕልፎም የለን ኩሉ ሰብ ክኣቱ ዝደሊ እዩ ኩሉ ሰብ ክሰምዕ ዝደሊ እዩ ኩሉ ሰብ ንየሱስ ክርኢ ዝደሊ እዩ ስለዚ መእተዊ ዝበሃል የለን፣ ማንም ኣየሕልፎምን እዩ፣ ምቹእ እዋን ኣይኮነን። እንተኾነ ግን ናብ ልዕሊ ነሓሲ ደይቦም ይብል ናብ ልዕሊ ነሓሲ ደይቦም ድማ ናይቲ ገዛ ነሓሲ ኣፍሪሶሞ ብልዓሊ ገዛ ደይቦም ናይቲ ገዛ ነሓሲ ኣፍሪሶም እዚ ሰብኣይ እዚ ሰብ ተሰኪሞሞ ዝኸይድ ዝለመሰ እዩ ፈጺሙ ኣይንቀሳቀስን ሰባት ጼሮሞ መጺኦም እዩ ዝብለና ዘሎ ሉቃስ ማሪቆስ ድማ ኣብ ካልኣይ ምዕራፍ ቁፅሪ ሰለስተ ኣርባዕተ ሰብኣይ ድፀርዎ መፅጉዕ ሰብኣይ ኢሉ እቶም ሰባት ኣርባዕተ ሰባት ከም ዝነበሩ ማሪቆስ ነጊርና ኣሎ ስለዚ እዞም ኣርባዕተ ሰብኣይ ንኣብ ነዓሲ ደይቦም ኣብ ልዕሊ እቲ ገዛ ደይቦም ንቲ ነሓሲ ፍሪሶም ንዚ ብዓራት ጼሮሞ ዝመፁ ሰብኣይ ናብኡ ናብ ልዕሊ ነሓሲ ኣደይቦሞ ኣደይቦሞ ጥራይ ኣይኮነን በቲ ዘፍረስዎ ነሓሲ ምስ ዓራቱ ምስ ዓራቱ ብገመድ ጌሮም ንታሕቲ ናብቲ ገዛ ኣውሪዶሞ ናብቲ የሱስ ዘለዎ ሰፈር ኣውሪዶሞ ዝገርሙ ዓይነት ሰባት ዋ ሙቹእ ግዜ ኣይተጸበዩ እዚ ሰዓት እዚ ከምልጦም ኣይደለዩ እዚ ሰዓት እዚ ክሓልፎም ኣይደለዩ ትፈልጡ ዲኹም ብዙሕ ግዜ በረኸቶም ተሰኪሞም ሒዞም ዝኾኑ ናብቲ እግዚኣብሔር ዝመደበሎም ሓሳብን ዕላማን ዝኣትዉ ሰባት ምቹእ ግዜ ዘይጽበዩ ምቹእ ግዜ እንድሕር ንጽበ ኮይና ኣብ ህይወት ብዙሕ እዋን ምቹእ ግዜ ስለ ዘይርከብ ኩሉ ግዜ ዘመን እናሓለፈና ዘመን እናሓለፈና ኢና ንነብር። ሓደ ነገር ክንገብር ንደሊ፣ ሓደ ነገር ክንሰርሕ ንደሊ እሞ ምቹእ ግዜ ንጽበየሉ። ምቹእ ግዜ ድማ ብቐሊሉ ስለ ዘይርከብ ዘመናት እናሓለፈ እናሓለፈ ነቲ ክንኣትዎን ክንገብሮን ክንሰርሖን ዝግብኣና ነገር ድማ ከይገበርናዮ ከይገበርናዮ ከምኡ ኢሉ ክተርፍ ይኽእል እዩ። ስለዚ እዞም ሰባት እዚኣቶም ኣይተመልሱን ንገዝኦም። ሎም ዕድል ኣይገበርናን ኢሎም ተስፋ ቆሪጾም ናብ ዓዶም ኣይኮኑን እንታይ ደኣ ልዕሊ ናሕሲ ደይቦም ናሕሲ ኣፍሪሶም ብገመድ ገይሮም ነቲ ሰብኣይ ምስ ዓራቱ ናብቲ የሱስ ዘለዎ ቤት ኣውሪዶም ሕሰቡ ናቶም ገዛ ኣይኮነ ዘይናቶም ገዛ እዮም ዘፍርሱ ዘሎ ዘይናቶም ገዛ እዮም ዘፍርሱ ዘለዉ ናይ ሰብ ገዛ ዚንጉኡ ቀሊጥካ ንትደልዮ ሰብ ንትሓቲ ምእታው ቀሊል ቀሊል ኣይኮነ ዘይናቶም ገዛ እዮም ዘፍርሱ ዘሎ እቲ ገዛ ብሰብ መሊእ እዩ ንሶም ኣብ ልዓሊ ደይቦም ንሓዚ ከፍርሱ ከለዉ ናብ ልዕሊ ሰብ ዝወርድ ነገራት ኣሎ ፈፂሙ ኣይዓጀቦም እዞም ሰባት እዚኣቶም ዝረኣዮም ዘሎ እዚ ግዜ እዚ ክሕልፍዎ ከም ዘይብሉ የሱስ መፂኡ ኣሎ ኢየሱስ ኣብ ዘለዎ ድማ ናይ ሕቶኦም መልሲ ኣሎ ስለዚ ምስ ሕቶኦም ክቕፅሉ ኣይደለዩ እዛ ሰዓት እዚኣ እዛ ግዜ እዚኣ ብዝኾነ ይኹን ዋጋ ናዓሲ ይፍረስ ገዛ ይፍረስ ሰባት ይረበሹ ብዝኾነ ይኹን ዋጋ እቲ ሕቶኦም ተመሊሱ ክኸዱ እዮም ደልዮም ስለዚ ዝኸድዎ ርሕቐት ረኣዩ ዝኸድዎ ርሕቐት ብዙሕ ግዜ ነቲ ክንረኽቦ ንደሊ ነገር ነቲ ክንገብሮ ንደሊ ነገር ብዙሕ ርሕቐት ኣይንኸደሉን ኢና ኣብ ህይወት ድማ ብቐሊል ነገር ዝመፅእ ነገር የለን ኩሉ ብቀሊል ነገር ዝመፅእ ነይሩ እንተዝኸውን ፅቡቅ ነይሩ ግን ኣይኮነን እቲ ንደልየ ነገር ኩሉ ኣብ ሂወት ብቀሊል ነገር ኣይመፅእን እዩ ስለዚ ኢና ኤክስትራ ማይል ክንከይድ ዘለና ናይ እምነት ስጉምቲ ኣብ ሂወት ክንስጉም ዘለና ኩነታትና ሰጊርና ክንንቀሳቀስ ዘለና ነቲ ኣይትኽእልን ኢኻ ኣይትሓልፍን ኢኻ ሕጂ ምቹእ ግዜ ኣይኮነን ሕጂ ምቹእ ሰዓት ኣይኮነን እዚ ክትገብር ይትኽእልን ኢኻ እዚ ክትገብር ኣይትኽእልን ኢኻ ዝብለና ነገር ሓሊፍናዮ እንተዘይኬድና ኣብ ዓወት ክንበፅሕ ኣይንኽእልን ኢና ስለዚ ኣብ ሂወት ምቹእ ግዜ ትፀበዩ ምቹእ ግዜ ዝበሃል ነገር የለን የለን እዞም ሰባት እዚኣቶም እዚ ነገር እዚ እዩ ተረዲእዎ እዚ ኩሉ ነገር ምስ ገበሩ እቲ ልሙስ ሰብኣይ ኣብ ቅድሚ የሱስ ማዕራ ብገመድ ጌሮም ምስ ዓራቱ መስ ኣውረድዎ ናብቲ ቤት የሱስ እምነቶም ርዩ ንምንታይ እቲ ገዛ ፍሪስኩሞ ይበሎም ንምንታይ እዚ ኩሉ ሰብ እናተጸበየ ከሎ ንስኻትኩም ብማዕጾ ክትኣትዉ ዝግብኣኩም ከመይ ጌርኩም ብናዓሳ ኣቲኹም ኣይበሎምን ኣይበሎምን እምነቶም ርኡ ይበል በርከት ዝገብርዎ ዘለዉ ነገር ናይ እምነት መርኣያ ስለ ዝኾነ እምነቶም ርኡ ነቲ ሰብኣይ ሓጢኣትካ ተሓዲግልካ እዩ ሓጢኣትካ ተሓዲግልካ ክብሎ ከሎ ብዙሓት ፈሪሳውያን ጸሓፍትን ድማ ኣብቲ ቤት ኣለዉ የሱስ ዝዛረቦ ነገር ኩሉ ብደቂቕ ዝከታተሉ ስለዚ መን እዩ ንዚ ሓጢኣትካ ተሓዲግልካ ዝብል ሓጢኣት ክሓድግ ዝኽእል ሓደ እግዚኣብሔር ዶ ኣይኮነን ኢሎም መሊሶም ሕቶ ከልዕሉ ከለዉ ብልቦም ክሓስቡ ከለዉ ንርኢ ገርመኩም ነቲ ብልቦም ዝሓሰብዎ የሱስ ፈሊጡ ንምንታይ ብልብኹም ከም ዝትሓስቡ ኣለኹም ኢሉ ወዲ ሰብ ኣብ ምድሪ ሓጢኣት ክሓድግ ከም ዝኽእል ምእንታን ክትፈልጡሲ ዓራት ካልዕልካ ኪድ ኢሉ ኣየናይ ይቐልልዎ ሓጢኣትካ ተሓዲግልካ ምባል ዶ ዓራት ካልዕልካ ኪድ ምባል ኣየናይ ይቐልል ግናኸ ወዲ ሰብ ኣብ ምድሪ ሓጢኣት ክሓድግ ስልጣን ከም ዘለዎ ምእንታን ክትፈልጡ ዓራትካ ኣልዕልካ ኪድ በሉ ብድሕሪኦም ይመፅዩ እሰብኣይ ሪጋ ክፅበ ዘመኑ ኣየሕለፎን ሎሚ ምቹእ ግዜ ኣይኮነን ባቃ ካልእ መዓልቲ ክምለስ ኢሉ ኣይከደን እቶም ፂሮሞ ዝመፁ እውን ናይ እምነት ሰባት እዮም ነይሮም ናሕሲ ፍሪሶም እትዮሞ ኢየሱስ ዓራትካ ኣልዒልካ ኪድ ኢሉ ኩሎም እናረኣዩ እዩ ዝብለና ኩሎም እናረኣዩ ብድድ ኢሉ ነታ ደቂስላ ዝነበረ ዓራት ኣልዒሉ ንኣምላኽ እናኣመስገነ ናብ ቤቱ ከደ እሳቶም ስቲልናው ይጨቃጨቁ ኣለዉ ንሰማኡ ይማጎት ኣለዉ ንሶም ክርክሮም ይቕፅሉ ኣለዉ ንሱ ግና ድሕሪኦም መፂኡ ቅድሚኦም በረኸቱ ተቐቢሉ ንኣምላኽ እናመስገነ ናብ ቤቱ ከደ ይብል ንምንታይ ምቹእ ግዜ ኣይተፀበየን በኣራይ ኣብ ህይወት ክትገብርዎም ዘለኩም ነገራት ብዙሕ ግዜ ክንገብሮም ንደሊ ብዙሕ ነገር ንህይወትና ዝዕብ እዩ ንመንፈሳዊ ህይወትና ዝሃንጹ ኣብ መንፈሳዊ ህይወትና ድማ ከዕብዩናን ክልውጡናን ዝኽእሉ ነገር ክንገብሮም ንደሊ ነገር ንሓስቦም ብዙሓት ነገራት ኣሎ እንተኾነ ግን ብዙሕ ግዜ ምቹ ግዜ ኢና ንፅበየ ኣሎ ምቹ ግዜ ንፅበየ ኣሎ እዚ ነገር እዚስ ሎሚ ምቹእ ኣይኮነን ምቹእ እዋን ኣይኮነን ካልእ መዓልቲ ክገብሮ ሕጅስ ኣይጥዕመንን እዩ ዝዓመት እዚኣ ኣይትጥዕመንን እያ ኔክስት ይር ክገብሮ እዚ ግዜ እዚ ኣይጥዕመንን እዩ ካልእ እዋን ክገብሮ ከምኡ እናበልና ዘሕለፍናዮም እዋናት ረኣዩ ዘሕለፍናዮም ዘመናት ረኣዩ ግዜ ድማ ኣይፅበየካን ቃሉ ክትመሃሩ ኢልኩም እዚ ዓመት እዚ ሲ ንመንፈሳዊ ህይወተይ ዝሃንፀሉ እዋን ክኸውን እዩ ቃሉ ክመሃር ኢልና ዝወሰናዮም እዋናት ዘኩር ግን ገለ ነገር ገለ ነገር መፅ እሞ ባቃ ሕጅስ ምቹ ኣይኮነን እዝን እዝን እዝን ክገብር ምኽንያት ኣብ ምድሪ ኣይውዳእን ክሳዕ ንመውት ምኽንያታት ኣብ ምድሪ ኣይውድኡን እዮም ነቶም ምኽንያታት ሓሊፍና ነቶም ምኽንያታት ሰጊርና ንህይወትና ዝሃንፅ ነገር እንተዘይጌርና ምስ ኣምላኽ ዘለና ሕብረት ተዘይዕብናዮ ብፍልጠት ብፀጋ ንዓብየሉ ነገር እንተዘይጌርና ምኽንያት ኣብ ምድሪ ኣይውዳእን እዩ ምቹእ ግዜ ኣይትፀበዩ ንኹነታት ሰጊርኩም ናብቲ እግዚኣብሔር ዘዳለወልኩም በረከት ምእታው ተምሃሩ። እዞም ሰባት እዚኣቶም ከምኡ እዮም። ካብኦም እንምሃሮ ንሕና እውን ንሱ እዩ ንሱ እዩ ካልኦት እናተጸበዩ ንሶም በረኸቶም ሒዞም ከይዶም ካልኦት እናተጨቃጨቑ ከለው ንሶም መልሶም ሒዞም ከይዶም ንምንታይ ምቹእ ሰዓት ምቹእ ግዜ ኣይተጸበዩ ሰብ ኣብ ደገ እናተጸበየ ናብ ነሓሲ ደይቦ ሰብ ንቲ ገዛ ከቢብዎ እንከሎ ነሓሲ ፍሪሶም ንውሽጢ እትዮሞ ሰብ ስቲል ናው እናተጸበየ ከሎ ዓራቱ ኣልዒሉ ንኣምላኽ እናመስገነ ናብ ቤቱ ከደ። እሳቶም ግን ይጽበዩ ኣለዉ። ኣብ ሉቃስ ሻምናይ ምዕራፍ ካብ ቁፅሪ ኣርባዓን ሰለስተን ክሳብ ቁርባ ኣርባዓን ሸሞንተን ዘሎ ክፍሊ ፅሑፍ ተርእናዮ ካብ ዓሰርተ ክልተ ዓመት ኣትሒዙ ደም ዛሕዛሕ ዝብላ ዝነበረት ሰበይቲ ነይራ እዛ ሰበይቲ እዚኣ ብዛዕባ ኢየሱስ ምስ ሰምዐት ዘበር ክዳኑ ጥራይ እንድሕር ተንኬዮ ክሓዊኤ ኢላ ኣላ እሞ ከይዳ ኢየሱስ ክሓልፍ ከሎ ብዙሓት ሰባት ከቢቦሞ ከለዉ ብዙሓት ሰባት ደድሕሪኡ እናኸዱ ከለዉ ብዙሓት ሰባት እናጸቀጥዎን እናደፍእዎን ከለዉ እዛ ሰብ እዚኣ ምቹእ ግዜ ኣይተጸበየት ሓንቲ ደም ዛዕዛዕ ዝብላ ሰበይቲ ኣብ ብሉይ ኪዳን ኣብ ማእኸል ሰባት ክትኣቱ ኣይትኽእልን እያ ንሓደ ለዋዊ ንሓደ ካህን ድማ ክትንክፎ ድማ ኣይፍቀደላን እዩ። እንተኾነ ግን ምቹእ ግዜ ኣይተጸበየት ከምቲ ዝበለቶ ብዙሓት ሰባት እናጸቐጥዎን እናደፍእዎን ከለዉ ኣብ ዘይምቹእ ግዜን ሰዓትን ብድሕሪኡ መፅያ ዘፈር ክዳኑ ተንከየት ብኡ ንብኡ ድማ ዓይኒ ደማ ነቐፀ ከም ዝሓወየት ድማ ብውሽጣ ተፈለጣ ይብል ዋው ክብር ንእግዚኣብሔር ይኹን መን እዩ ዝተንከፈኒ ኢሉ የሱስ ዝተንከፈኒ ኣሎ ዝተንከፈኒ መን እዩ ኢሉ የሱስ በዓል ጴጥሮስ እንታይ እዮም ኢሎም መን እዩ ዝተንከፈኒ ትብል ኣለኻ ኢሎሞ ይቕሬታ መን እዩ ዝተንከፈኒ ትብል ኣለኻ ብዙሓት ሰባት ይደፍኡኻ ኣለዉ ብዙሓት ሰባት ይጉንፅኻ ኣለዉ ንስኻ ግን መን እዩ ዝተንከፈኒ ኖ መን እዩ ዝተንከፈኒ ካብ ውሽጠይ ሓይሊ ከም ዝወፀ ይፍለጠኒ ኣሎ ኢሉ እንታይ ዝገብር ሓይሊ ዝፍውስ ሓይሊ ዘናግፍ ሓይሊ ዝባርኽ ሓይሊ ዘተስእ ሓይሊ ሃሌሉያ እታ ሰበይቲ መፅያ ንሳ ከም ዝተንከፈቶ ተዛሪባ ጓለይ እምነትኪ ኣድሒና ትክላ ብሰላምኪ ካልኦት ግን ስቕ ኢሎም ይቑፅሉ ኣለዉ እዛ ሰበይቲ እዚኣ ምቹእ ግዜ ኣይተፀበየት ኣብ ልቋሽ ኣብዓይ ምዕራፍ ካብ ቁፅሪ 36 ክሳብ ቁፅሪ 50 ድማ ሓንቲ ሰበይቲ ኣብኡ ኣላ የሱስ ክርስቶስ ሓደ ፈሪሳዊ ኣብ ገዝኡ ምሳሕ ክበልዕ ምስ ዓደሞ ናብቲ ቤት እቲ ፌሪሳዊ ድማ ምሳሕ ክበልዕ ኢሉ ምስ ከደ ኣብቲ ከተማ ሓንቲ ሓጢኣተየና ሰበይቲ ነይራ ይብለና ሉቃስ እዛ ሓጢኣትየና ሰበይቲ ኣብቲ ቤት እቲ ፈሪሳዊ ኣይተዓደመትን ዕዘቡ ሓንቲ ሓጢኣትየና ሰበይቲ ኣብ ሓደ ቤት ፈሪሳዊ ፈፂማ ክትኣቱ ይትኽእል ፈፂማ ክትኣቱ ኣይትኽእል ሕጂ ግን የሱስ ኣብቲ ቤት እቲ ፈሪሳዊ ከም ዘሎ ምስ ሰምዐት ብኸተማ ደረጃ እትፍለጥ ሓተቴና ሰበይቲ እያ እኮ ኩሎም ፈሪሳውያን ዝኹንንዋ ኩሎም ፈሪሳውያን ዝነቕፍዋ ሰበይቲ እያ ብኸተማ ደረጃ እትፍለጥ ሰበይቲ ብሓጢኣት ኣብቲ የሱስ ዘለዎ ገዛ ከይተዓደመት መፅያ ምቹእ ግዜ ኣይትፀብ የሱስ መፅኢ ናብ ከተማኣ ክትሕልፎ ይደለየት ናብ ከተማኣ የሱስ ከም ዝመፀ ሰሚዓላ ክትሕልፎ ኣይደለየትን ገፁ ክትርኢ ደልያ ኣላ ናቱ ምትንካፍ ናቱ ምድህሳስ ደልያ ኣላ ስለዚ ከይተዓደመት እሞ ከዓ ኣብ ቤት ፈሪሳዊ መፅያ ምሳዕ ኣይተዓዲሙ እኮ ካልኦት ፈሪሳውያንን መምሃራን ሕግን ኣብኡ እውን ከም ዝተዓደሙ ርዱእ ነገር እዩ ሰቡ ኣኪቡ ከም ዝዓደሞ የሱስ ዝኣክል መፅኡ ርዱእ እዩ እዛ ሰበይቲ እዚኣ ግን ከይተዓደመት እሞ ብከተማ ደረጃ ትፍለጥ ሓተተና ሰበይቲ መጽያ ተኺላ ኣትያ፣ ቁዲ ቅብኢ ሒዛ ኣትያ፣ ኣብ እግሪ የሱስ ተምበርኪኻ እናበኸየት ብንብዓታ እግሩ ሓጺባቶ፣ ብጨጉሪ ርእሳ ደሪዛቶ፣ ቁዲ ቅብኢ ድማ ንእግሩ ትለኽዮ ነበረ። ክሳብ ዝጉረሙ እቶም ፈሪሳውያን እዚ ነቢ ነይሩ እንተትኸውንሲ እዛ ሰበይቲ እዚኣ ከመይ ዝበለት ከም ዝኾነት ምፈለጣ ኔሩ ኢሎም ብልቡ ብልቦም ክሳብ ዝሓምይዎ ክሳብ ዝሓምይዎ የሱስ ግና ብልቦም እንታይ ይሓስቡ ከም ዘለዉ ፈሊጡ ስምዖን ዝብለካ ኣለኒ ኢሉ ንሓደ ሰብኣይ ክልተ ሰብ ዕዳ ነይሮሞ እዩ እንተ ሓደ ሓሙሽተ ሚእቲ ዘዕደዮ እንተ ሓደ ድማ ሓምሳ ዲናር ነቲ ዝነበሮም ዕዳ ድማ እቲ ሰብኣይ ሓዲጉሎም ካብ ክልቲኦምሲ መን እዩ ነዚ ሰብ እዚ ዘፍቅሮ ኢሉ እቲ ብዙሕ ዝተሓድገሉ ኢሉ ፅቡቅ መሊስካ እዩ ኣነ ናብ ቤትካ ኣትየ ኢልዎ ንእግረይ ማይ ኣይሃብካንን እዛ ሰበይቲ እዚኣ ግን ብቁዱይ ቅብኢ ትለክየኒ ኣላ ኣነ ናብ ቤትካ መጺ ኣይተሳለምካንን ኢዲ ኣይተሳለምካንን እዛ ሰበይቲ ግን እግረይ ካብ ምስዓም ኣየቋርጸት ስለዚ ኢልዎ ብዙሕ ስለ ዘፍቀረት ብዙሕ ተሓዲገላ እዩ ጓለይ ሓጢኣትኪ ተዓዲግልኪ እዩ ብሰላም ኪዲ ኢልዋ ዋው ኩሎም ተኣኪቦም ከለዉ ኣትያ ጉዳያ ጌራ በረከታ ሒዛ ከይዳ ምቹእ ግዜ ኣይትጸበይ ራእይ ግዜ ዓርኪ የብሉን ግዜ ዓርኪ የብሉን ዝፅበዮ መሓዛ ዝፅበዮ ዘመድ የለን ስቕ ኢሉ እዩ ዝኸይድ ግዜ ዓርኪ የብሉ ዝፅበዮ ዘመድ ዝፅበዮ ዓርኪ የለን ስቕ ኢሉ እዩ ዝኸይድ ንማንም ኣይፅበን እዩ ስለዚ ሎሚ ክትገብርዎ ዝግብኣኩም ሎሚ ተዘይጌርኩሞ ኣብዚ እዋን እዚ ክትገብርዎ ዝግብኣኩም ኣብዚ እዋን እዚ ተዘይጌርኩሞ ኣብዚ ግዜ እዚ ክትገብርዎ ዝግብኣኩም ኣብዚ ግዜ እዚ ተዘይጌርኩሞ ንዓ መታ እናበልና ካልእ እዋን እናበልና ነገረይ ምቹእ ምስ ኮነ እናበልና ዘመንና ክውዳእ ከነፍቅድ የብልና ዘመንና ክውዳእ ከነፍቅድ የብልና ናብቲ እግዚኣብሔር ዘዳለወልና በረኸት ናብቲ እግዚኣብሔር ዘዳለወልና ጸጋ ናብቲ እግዚኣብሔር ዘዳለወልና ምሕረት ናብቲ ቃል ናብቲ እግዚኣብሔር ዘዳለወልና ቃል ናብቲ እግዚኣብሔር ዘዳለወልና መንፈሳዊ መዓዲ መንፈሳዊ በረኸት ህይወትና ዘለምልም ዘመንና ዝሕድስ የእምሮና ድማ ዝልውጥ ናይ እግዚኣብሔር ናይ ቃሉ ክብሪ ሎሚ ኢና ተናጢቕና ክንወስዶ ዘለና ዝናጠቑ ወለዶ ክንከውን እግባኣና መንግስቲ ኣምላኽ ብምትሕላው ኣይትመፅን መንግስቲ ኣምላኽ ግና ናይ ዝዛረፉ ናይ ዝናጠቑ እያ እቶም ሓያላት ይዛረፍዋ ኣለዉ ይናጠቕዋ ኣለዉ እዩ መንግስቲ ኣምላኽ ካብ ዮሃንስ መጥምቕ ጀሚራ ብሓይሊ ትደፍእ ኣላ እቶም ሓያላት ይዛረፍዋ ኣለው ይናጠቅዋ ኣለው ነጢካ ኢካ ትወስድ ምቹእ ግዜ ዝበሃል የለን ኣብ ህይወትኩም ምቹእ ግዜ ኣይትጸበዩ ምቹእ ግዜ እናበልና ዘሕለፍናዮም ዕድላት ዘሕለፍናዮም ዘመናት ዘሕለፍናዮም ዓመታት ዘሕለፍናዮም ግዜ ቁፅሪ የብሎም እንተመሊስኩም ህይወትኩም ተሪኢኹም እታ እግዚኣብሄር ዝገበራ መዓልቲ እዚኣ እያ ብኣኣ ድማ ንተሓጎስ ባህ ዝበል ይበለና ዝበለ ናይ እግዚኣብሄር ቃል ሎሚ መዓልቲ ምድሓን ሎሚ እያ ግዜ ክተሕልፍ የብልካን ምቹእ ግዜ እናበልካ ክተሕልፍ የብልካን መዓልቲ ምድሓን ሎሚ እያ ሎሚ ናብ እግዚኣብሄር ዘዳለወልና በረኸት ክንኣቱ ዝግብኣና ሎሚ እዩ ግን ንሕና ናይ እምነት ስጉምቲ ክንወስድ ኣለና ኩነታትና ሰጊርና ሕቶና ከም ዘለዎ ሽግርና ከም ዘለዎ ኩነታትና ከም ዘለዎ ከሎ ሰጊርና ኢና ናብቲ እግዚኣብሄር ዘዳለወልና በረኸት ንኣቱ ምቹእ ግዜ ኣይትጸበዩ ምቹእ ግዜ ዝበሃል ነገር የለን ኣብ ዘይምቹእ እዋን ናይ እምነት ስጉምቲ እንድሕር ሰጒምኩም ግን ናብቲ እግዚኣብሄር ዘዳለወልኩም ምልኣት በረኸት ክትኣትዉ ኢኹም ክብሪ ንጎይታ ይኹን ንጎይታ ከነመስግኖ ኢና ሎሚ ቃሉ ናብ ህይወተይ ልኢኹ ኣሎ እግዚኣብሔር ተዛሪብኒ ኣሎ ትብሉ ሰባት ቴንኪው ሎ ብጎይታ ብኢየሱስ ክርስቶስ ናዝራዊ ሽም ነመስግነካ ኣለና ቃልካ ስለ ዝሃብካን እቲ ዝሃብካኒ ቃል ሃብክዎም፣ ንሳቶም ድማ ተቐበልዎ ተባሂሉ ከም ተጸሓፈ፣ ቃልካ ብርሃን ሒዙ ስለ ዝመጽእ፣ ቃልካ ምግላጽ ሒዙ ስለ ዝመጽእ፣ ቃልካ ጥበብ ሒዙ ስለ ዝመጽእ ነመስግነካ ኣለና። ቃልካ ንእግረይ መብራህቲ ንመገደይ ከዓ ብርሃን እዩ ተባሂሉ ከም ተጸሓፈ ኣብ ነፍሲ ወከፍ መገድናን ጉዕዞናን ኣብርሆት ዝበና ምግላጽ ዝበና ቃልካ እሞ ነመስግነካ ኣለና። ብስም ኢየሱስ ክርስቶስ እጽሊ ኣለኹ። እዚ ናይ ቃልካ ብርሃን ኣብ ህይወት ነፍሲ ወከፍ ሰብ እግዚኣብሔር ይሕየ ይስራሕ መጋረጆኦም ኩሉ ይቐንጥጦ መጎልበቢኦም ኩሉ እግዚኣብሔር የልዕሎ ብጎይታ ብኢየሱስ ክርስቶስ ናዝራዊ ሽም ናብቲ ንስኻ ዝረኣኻሎም ይፍጠኑ ይፍጠኑ ናብ መንፈሳዊ በረኸቶም ይፍጠኑ ናብቲ ንስኻ ዘዳለኻሎም ጸጋን በረኸትን እግዚኣብሔር ይእተው ምቹእ ግዜ እግዚኣብሔር ከይተጸበዩ ብመዓልቲ ምድሓን ብመዓልቲ ጸጋ እግዚኣብሔር ኣምላኸ ከየምለጦም ከሎ ብጎይታ ብኢየሱስ ክርስቶስ ምእታው ክኾነሎም እጽልሎ ዝኸልከሎም ዘበለ ኩሉ ነገር ይሰባበር ብጎይታ ብኢየሱስ ክርስቶስ ናዝራውሽ ሎሚ መንፈሳዊ ዕንቶም ከተብርሆ መንፈሳዊ እዛኖም ድማ ክትከፍቶ ይፅል ኣለኹ ህይወቶም ባርኽ ዘመኖም ባርኽ ዓመታቶም ድማ ዝተባረኸ ይኹን ብኢየሱስ ክርስቶስ ያው ስም ኣሜን ኣሜን ኣሜን ክብሪ ንጎይታ ይኹን ናይ ሎሚ መልእኽትና ኣብዚ ወዲእና ኣለና ሓደ መተን ባህታ ኣለኒ ንዑ ክነግረኩም እየ እሞ ክንውድእ ኢና ከም ዝፍለጥ ኣብ ዝሓለፈ ኣርባዕተ ዓመታት ኣብ ኤልሻዳይ ባይብል ትሬን ሰንተር ናይ ሓደ ዓመት ናይ መፅሓፍ ቅዱስ ትምህርቲ ናይ ሰርቲፊኬት እናምሃርና ኢና ዘለና እዚ ትምህርቲ እዚ ድማ ብዙሓት ተምሃሮ ካብ ኣፍሪቃ፣ ማእከላይ ምብራቕ፣ ኣውሮፓ፣ ኣውስትራልያ፣ ኣሜሪካ፣ ካናዳ፣ ማእከል እስያ ብዙሓት ተምሃሮ እናተምሃሩ እዮም። ኣብ ዝሓለፈ ኣርባዕተ ዓመት ልዕሊ ሓደ ሽሕ ተምሃሮ ምሂርና ኣለና። ሕጂ ድማ ሓሙሻይ ዙርያ ናይ ቀዳማይ ዓመት ዝምሃሩ ሓደሽቲ ተምሃሮ ምዝገባ ጀሚርና ኣለና። ብዙሓት ተምሃሮ እናተመዝገቡ እዮም። ኣብ ዓመት ሓደ ግዜ ኢና ንምዝግብ እዚ ናይ ምዝገባ እዋን ከይተወድኦ ከሎ ድማ ክትምዝገቡ ከተባብዓኩም ይደሊ። ምቹእ ግዜ ኣይትጸበዩ። እቲ ምቹእ ግዜ ሎሚ እዩ። ቃሉ ንምሃረሉ፣ ቃሉ ንበልዓሉ፣ መንፈሳዊ ህይወትና ዝዓብየሉ። እዚ ትምህርቲ እዚ ቲኦሎጂ ኣይኮነን፣ ፕራክቲካል ባይብል ስኩል እዩ፣ ተግባራዊ ናይ መጽሓፍ ቅዱስ ቤት ትምህርቲ እዩ። ዝኾነ ይኹን ኣማኒ ንዓይ ኣይምልከተንን እዩ ዝብሎ ኣይኮነን። ዝኾነ ይኹን ኣማኒ መንፈሳዊ ህይወቱ ክሃንጽ፣ ህይወቱ ክዕቢ፣ ኣገልግሎትን ዘመኑን ክልምልም ዝደሊ ሰብ መጺኡ ኣብዚ ዝሰርሐ መኣዲ ቃል እግዚኣብሔር ብዕምቆት ክመሃርን ክዕጠቕን ይግብኦ እዩ። ስለዚ ዘይምልከቶ ኣማኒ የለን። ነፍሲ ወከፍና መጺና ኣብዚ ናይ ሓደ ዓመት ናይ መጽሓፍ ቅዱስ ትምህርቲ ክንጸንሕ እሞ ናይ እግዚኣብሄር ጸጋ ናይ እግዚኣብሄር በረከት ክንቅበል ብጣዕሚ እየ ከተባብዓኩም ዝደሊ ኣብ ሰሙን ሓደ ግዜ ኢና ንምህር ላይፍ እየ ዝምህር ኣብ ነፍሲ ወከፍ ክላስ ብዙም እዩ ላይፍ ኣብ ነፍሲ ወከፍ ክላስ እየ ዝምህር ስለዚ ዓቢ ጥቅሚ ኣለዎ ማለት እዩ ሰዓታት ናይ ትምህርቲ ንኩሉ ብዝጥዕም እዩ ነቶም ኣብ ኣፍሪቃ ኣውሮፓ ማእከላይ ምብራቅ ዘለኹም ብናትኩም ታይም ዞን እዩ ነቶም ኣብ ኣሜርካ ካናዳ ኣውስትራልያ ዘለኹም ድማ ብናትኩም ታይም ዞን እዩ ስለዚ ጊዜ ንኹላትና ሙቹእ እዩ ንምዝገበሉ ሊንክ ድማ ኣብዚ ናይ ዩቱብ ኮመንት ሴክሽን ኣብኡ ሊንክ ክንገድፈልኩም ኢና ነቲ ሊንክ እንድሕር ጠዊኩሞ ናብ ናትና ዌብሳይት ናብ ኤልሻዳይ ኣፖስቲሊክ ሚሽን ክወስደኩም እዩ ኣብኡ ምስ ወሰደኩም ድማ ንዚ ዝመስል ክትረኽቡ ኢኹም ዌብሳይትና እታ ሊንክ ምስ ጠወኩማ ናብዚ ዌብሳይትና ናብዚ ኤልሻዳይ ኣፖስቲሊክ ሚሽን ክወስደኩም እዩ ኣብቲ ዌብሳይትና ኣቲኹም ብዛዕባና ብዙሕ ነገር ክትፈልጡ ትኽእሉ ኢኹም ስለዚ ምስ ኣተኹም ሳይን ኣብ ዝብል ኣሎ ኣብቲ ፍሮንት ፔጅ ንዚኣ ሳይን ኣብ ምስ ጠወኩማ ዓንቲ ፎርሚ ኣላ ክረኢት ኣካውንት ትብል ንዚኣ ፎርም እዚኣ መልኢኩም ሳሚት ምስ ገበርኩማ ናባና ክመጽእ እዩ ሽምኩም ኢምየልኩም ናይ ወሳፕ ቁጽሪ ተሌፎንኩም ጌርኩም ሳሚት ምስ ገበርኩማ ናብዚ ናብ ኣሜሪካ ዘሎ ኦፊስና ክመጽእ እዩ ካብዚ ካብ ኣሜሪካ ዘሎ ኦፊስና ድማ ናትና ስታፍ ኮንታክት ክገብርኹም እዮም ብዛዕባ እቲ ቤት ትምህርቲ ሙሉእ ሓበሬታ ክቡኩም እዮም ቁፅሪ ስልክኩም ግን ብትክክል ይእትውዎ ኢኩም ሓደ ሓደ ሰባት ሙሉእ ቁፅሪ ስልክኩም ክተእትዉ ስለ ዘይከኣልኩም ክንረክበኩም ኣይከኣልናን ኢና ዘለና ተመዝጊብኩም ክሳብ ሕጂ ዘይተደወለልኩም ካብዚ ካብ ኦፊስና ድማ ቁጽሪ ስልክኹም ትኽክል ኣይኮነን ክንረኽበኩም ኣይከኣልናን ማለት እዩ ናብዚ ናብ ናይ ኣሜሪካ ኦፊስና ደዊልኩም ኣነ ተመዝጊበ ኣለኹ ክሳብ ሕጂ ግን ኮንታክት ኣይገበርኩምንን ኢልኩም ሙሉእ ሓበሬታ ክትቡና ድማ በዚ ኣጋጣሚ እዚ ከተሓሳስበኩም እደሊ ስለዚ ኣብ ሰለስተ ሓደ ዚሮ ካብቲ ዘለኹሞ ዓዲ ናይ ኣሜሪካ መእተዊ ጌርኩም ሰለስተ ሓደ ዚሮ ሸሞንተ ኣርባዕተ ኣርባዕተ ኣርባዕተ ሸውዓተ ሸሞንተ ዚሮ ካብ ዘለኹም ማዕዲ ናይ ኣሜርካ መእተዊ ጌርኩም ሰለስተ ሓደ ዚሮ ሸሞንተ ኣርባዕተ ኣርባዕተ ኣርባዕተ ሸውዓተ ሸሞንተ ዜሮ ደዊልኩም ብቐጥታ ክትምዝገቡ ትኽእሉ ኢኹም ሙሉእ ሓበሬታ እውን ክትረኽቡ ትኽእሉ ኢኹም ስለዚ ብፍላይ እቶም ተመዝጊብኩም ክሳብ ሕጂ ዘይረኸብናኩም ኮንታክት ዘይገበርናኩም ስልክኹም ትኽክል ስለ ዘይኮነ እዩ ደዊልኩም ባዕልኹም ተመዝጊበ ኣለኹ ግን ክሳብ ሕጂ ኣይደወልኩምለይን ኢልኩም ኮንታክት ተገይርኩምና ብዝሃብኩም ቁፅሪ ስልኪ ብጣዕሚ ፅቡቕ እዩ እዚ ሙሉእ ሓበሬታ ናብ ብዙሓት ሰባት ክበፅሕ ሸር ንግበሮ ከምዚ ዝኣመሰለ ሰሙናዊ መልእኽቲ ክመፀኩም ድማ ሳብስክራይብ ግበሩ ብዝተረፈ ሸር ብምግባር ንካልኦት ብምትሕልላፍ ድማ ነፍሲ ወከፍና ነገልግል እዚ ናይ ወንጌል ቻናል ክዓቢ ድማ ኩላትና ሳብስክራይብ ንግበር ኢና ናይ እግዚኣብሄር ጸጋ ምሳኹም ይኹን ብሩኻት ኢኹም ተባረኹ።